ሰላም ሰላም ክብራትን ፍትዋትን ተኸታተልቲ ናይ መኣዲ ዩቱብ ቻናል ከመይ ኣለኹም? ባይ ወገን እግዚኣብሔር ይመስገን ጽቡቕ ኣለኹ። ሰላም እግዚኣብሔር ኣምላኽ ምስ ኩላትና ይኹን። ሎም ካብ ሓድሽ ትሕዝቶ ተራኺብና ኣለና። ናይ ሎም ትሕዝቶና ከዓ መበል ሳልሳይ ክፋል ትምህርተ ጾታ እትብል ሒዘልኩም መጽኤ እኒኹ ማለት እዩ። ካብታ እንታይ ልትብል ኣቋሪፅና ነርና? ደቂ ኣንስትዮ ኣብ ህይወት ቅድስና ልብል ኣቋሪፅና ነርና ማለት እዩ። ኣቱም ክስከዓ ሕዚ ትከታተሉ ዘለኹም ተኸታተሉ ሽዓ መወዳእታ ጠቕመኩም እዩ ኣቱም ሕዚ ኣትኹም ዘለኹም ደሞ ዝሓለ ክፋላት ክልተ ክፋል ኣብኡ ኣቲኹም ረእይዎ ማለት እዩ ምክንያቱ ክጠቕመና እዩ ሰሚዕኩም ስቆይ ትበሉ ንሕዋትኩም ኣካፍልዎ ማለት እዩ ናብ መን ኣሕዋትኩም ኣካፍልዎ እሺ ናብኡ ከኣትየሉ ቪድዮ ልለይ ምንዋሕ ማለት እዩ ደቂ ኣንስትዮ ኣብ ህይወት ቅድስና ኩሉ ሰብ ብኣርኣያን ብኣምሳሌን እግዚኣብሔር ዝተፈጠረ እስትንፋሰ እግዚኣብሔር ዝሓደሮ ክቡርን ቅዱስን ምዃኑ ኩሉ መዓረ እዩ። ብግብሩ ድኻን ሃፍታምን፣ ጻድቕን ሓጥእን ካብዚ ዘሎ ወጻኢ ብኽብሪ ተፈጥሮኡ ኣፈላላይ ከም ዘይብሉ ቤተ ክርስቲያንና ተምህር። ቅድስና ካብ ዝኾነ ክብሪ ካብ ዝኾነ ክብሪ ዝለዓለ ናይ ቤተ ክርስቲያንና ክብሪ ጉልላትናን ርእስናን እዩ። ስለዚ ብእምነትን ብእምነትን ብስርዓተ ቤተ ክርስቲያንና ቅድስና ንወዲ ጥራሕ እምበር ንጓል ኣይግባእን ኣይበለትን። ንቅዱሳን ደቂ ተባዕትዮ ከም ዘለዉ ቅዱሳን ደቂ ኣንስትዮን ኣለዋ። ብፍላይ ድማ ኣዴና ቅድስተ ቅዱሳን ድንግል ማርያም ክብርን ቅድስናን ክንርኢ እንትንርኢ ካብ ወዲ ተባዕታይ እንታይ ቅድስና ኣሎ ናብ ዝብል ክወስደና ይኽእል። ኣዴና ቅድስቲ ድንግል ማርያም ንኣምላኽ ብምውላድ ንኣምላኽ ምውላድ ዝኸኣለት ብፍጹም ንጽህናን ቅድስናን እዩ። ኣዴና ቅድስት ድንግል ማርያም መተተ ፈጣሪ መልእልተ ፍጡራን ዝብል ካብ ናይ ፍጡራን ናይ መወዳእታ ክብሪ ካብ ናይ ኣብ ናይ ፍጡራን ናይ መወዳእታ ክብሪ ዘቐመጣ ብቅድስና እዩ ወይ ከዓ ቅድስና እዩ። ምክህነ ምክህነ ለደናግል መሰረተ ንጽህና ኣክሊል ምክህነ መሰረተ ህይወት ዝብላ ፍጽምቲ ስለ ዝኾነት እዩ። ክንዲ ኣዴና ቅድስቲ ድንግል ማርያም ዝኣክል ቅድስና ዘለዎ ወዲ ተባዕታይ የለን። ከም ኣዴና ቅድስቲ ድንግል ማርያም ዋላ እኳ እንተዘይኮንና ከምቶም ቅዱሳን ደቂ ተባዕትዮ ገድሊ ደቂ ተባዕትዮ ገድሊ ተጻሒፉለን ደቂ ኣንስትዮ ልማድ እያ ማለት እዩ። ተጻሒፍቲ እያ እንትን ኮይና እምበይ ደቂ ኣንስትዮ ልማድ እዩ። ደቂ ኣንስትዮ ተጻሒፉለን ዘሎ ዝኽሪ ተሰሪሕለን ኦርቶዶክሳዊ ተዋህዶ ቤተ ክርስቲያን እተኽብረን ብቅድስነን ብምልጅአንን እተኣምነለን ቅዱሳን ኣንስቲ ብዙሓት እየን። ናይ ተስፋን ድሕነትን ስርዓት እምበር ይቕሬታ ብምዃኑ እውን ሃይማኖት ናይ ማዕርነት ናይ ማዕርነትን ነፃነትን ናይ ፍቕርን ሰላምን ናይ ተስፋን ሓድነትን ስርዓትን እምበር መስርሕ መጨቆኒ ደቂ ኣንስትዮ ኣይኮነትን ወይ ከዓ ኣይኮነን። መን ቅድስት ቤተ ክርስቲያን ኣብ መንግስቲ እግዚኣብሔር ፍትሕን ርትዕን እምበር ዓመጽን ኣድልዎን የለን። መንግስቲ እግዚኣብሔር እናተባህለ ዝፅዋዕ ምድራዊት ቤተ ክርስቲያን እውን እዚ መምርሒ እዚ ብምፍፃም ሓላፍነት እምበር ካብዚ ዝተፈለየ ዕላማ ከም ዘይብላ ፈሊጦም ሃይማኖት ኣፈላላይ ፆታ ይግበር እዩ ዝብሉ ወገናት ኣረኣእዮም ከመዓራርዩ ይግባእ። ከምቲ ክርስቶስ ርእሲ ቤተ ክርስቲያን ዝኾነ ሰብኣይ ከዓ ርእሲ ሰበይቱ እዩ። ቀዳማይ ቀረንጦስ ይቕሬታ ኤፌሶን 5:23 እንታይ ማለት እዩ ይብል ሰብኣይ ርእሲ ሰበይቱ እዩ ማለት ንሰበይቱሲ ገዛኢኣ እዩ ማለት ኣይኮነን። ሓደ ትርጉም ሰበይትሲ ኣካሉ እያ ማለት እዩ። እዚ ማለት ድማ ርእስን ኣካልን ሰብን ከም ዘይፈላለ ከምኡውን እቲ ሓደ ብዘይ እቲ ሓደ ከም ዘይነብርን ምትሕስሳብን ፍቕርን ክህልዎም ከም ዝግባእ ንምግላጽ እዩ። ከምኡ ከም ዝኾነ ድማ ከምቲ ምዕራፍ ኣብ ቁጽሪ ዕስራን ሸሞንተን ሰላሳን ክልተን ኣቱም ሰብኡት ኣትን ኣንስት ኣቱም ሰብኡት ነተን ኣንስትኹም ከም ሰብነትኩም ጌርኩም ኣፍቅርወን ኣትን ኣንስት እውን ኣፍቅርወን እቲ ንሰበይቱ ዘፍቅር ንባዕሉ እዩ ዘፍቅር ከምቲ ንክርስቶስ ንቤተ ክርስቲያን ዝከናኸና ሰብ ንሰብነቱ ይምግቦን ይከናኸኖን እምበር ሰብነቱ ዝጸልእ ሓደ እኳ የለን። ንሕና ኸኣ ኣካላት ሰብነት ክርስቶስ ኢና። ስለዚ ስብኣይ ኣቡን ኣዲኡን ሓዲጉ ምስ ሰበይቱ ይሓብር፣ ክልቲኦም ከዓ ሓደ ኣካል ይኾኑ። እዚ ምስጢር እዚ ዓብዩ ብምባል የረጋግጸልና። እቲ ካልኣይ ትርጉሙ ድማ መመሓደሪ መራሒ ማለት እዩ። ማለት ስብኣይ ርእሲ ሰበይቲ እዩ ማለት እዩ። ኣብ ሓደ ቢሮ ሓደ መራሒ ወይ ከዓ መመሓደሪ እምበር ክልተ ከም ዘይህሉ ኣብ ገዛ እውን ዝመርሕን ዘመሓዳድርን ሓደ ሰብ እዩ ክኸውን ዝግብኦ። እዚ ማለት ግና እዚ ማለት ግና ኣብ ርእሲ ዓይኒ፣ እዝኒ፣ ኣፍንጫ፣ ኣፍ ከም ዘለዎ ኣብ ርእሲ ይባል ተሎ ርእስና ዘይኩም ሰባት እዚ ማለት ግና ኣብ ርእሲ ዓይኒ፣ ኣፍንጫ ከም ዘለዎ ክርሳዕ የብሉን። ኦኬ ኣድላይነቶም እውን ግድን እዩ ግድን እዩ እሞ እዙይ እውን እዩ ንሰበይቲ ብርሃን ገዛ እያ ብርሃን ገዛ ዓይኒ እያ እትብሃል መን ኣዶ ማለት እዩ ኣብ ድድስቅልያ መጽሓፍና ዓንቀጽ ምዕራፍ 13 ፍቕዲ 54 እስከ 58 እዩ ዘሎ ኣንስቲ ግና ክምህራን ኣብ ቤተ ክርስቲያን ንህዝቢ መጽሓፍ ከንብባን ኣይኣዘዘን ግናኸ ንደቂ ኣንስትዮ የምህራ ደቂ ኣንስትዮ ንደቂ ኣንስትዮ ማለት እዩ ንምንታይ ኢሉ ከም ዝብል ንምንታይ ኢሉ ንዝብል ወዲ ተባዕታይ ብዝበለፀ ብዓይኑ ስለ ዝፍተን ኣንስቲ ክምህራ እንተለዋ ካብቲ ትምህርተንሲ እቲ መልክዐን እናሰሓበ ከይፍተን እሞ ናብ ትምኒት ሓጢኣት ንኸይወድቕ እዩ። ብዝበለፀ ሲ ደቂ ኣንስትዩ ክምህራ ከለዋ ብዓይኑ ንኸይፍተን ካብቲ ዝድምህረኦ ድማ መልክዕን ከይሰሓብ እሞ ከይፍተን ይብል። ፍቕሪ እንታይ ማለት እዩ ልብል በፂሕና እኔና ማለት እዩ። ፍቕሪ እንታይ ማለት እዩ? እሺ ፍቕሪ ማለት ይብል ፍቕሪ ማለት ኣብ ፆታ ነፀላ ትርጉሙ ምፍታው፣ ምኽባር፣ ምክብባር፣ ብሓደ ሓንሳብ ብሓደ ሓሳብ ምስምዕማዕ ምትሕስሳብ፣ ምርድዳእ፣ ይቕሬታ፣ ዕርቂ፣ ሰላም፣ ናይ ሕልና ነፃነት፣ ናይ ልቢ ሓድነት፣ ረቂቕ ናይ ልቢ ምጥባቕ፣ ናይ ሓሳብን ኣእምሮን መጣቒ ምዃኑ ሊቃውንቲ ዝስማምዕሉ እዩ ይብለና። ኣፍቂሩ ማለት ፎትዩ ተቐቢሉ፣ ተስማዕሚዑ፣ ኣኽበረ፣ ኣኽቢሩ እዩሞ እዚ ኩሉ እንትጠቓለል ፍቕሪ ማለትሲ ሓደ ወዲ ንሓንቲ ጓል ወይ ድማ ወይ ወይ ድማ ሓንቲ ጓል ንሓደ ወዲ ዓርሶም ህይወቶም ንመስዋእቲ ኣሕሊፎም ምሃብ ማለት እዩ። መን ፍቕሪ ሰብ ብዘይ ኣዕርኽቱ ሰብ በይዛ ኣዕርኽቱ ገይሩ ንህይወቱ ኣሕሊፉ ካብ ምሃብ ዝበልጽ ፍቕሪ የለን ዮሃንስ ወንጌል ምዕራፍ 15 ፍቕዲ 13 ከም ዝብል መድኃኔዓለም ኢየሱስ ክርስቶስ ንቤተ ክርስቲያን ስለ ዘፍቅራ ፍቕሩ ድማ ብኸመይ ከም ዝገለጸላ ቅዱስ ጳውሎስ እንትገልጽ ክርስቶስ ንቤተ ክርስቲያን ከም ዘፍቅራ

መድሓኒናን ኢየሱስ ክርስቶስ ብዛዕባ መጥምቀ መለኮት ቅዱስ ዮሃንስ ከምዚ በለ፣ ንሱ ዝነድድ ዝነድድን ዘብርህን መብራህቲ ነበረ። ዮሃንስ ወንጌል 5 ፍቕዲ 35 ብሰማዕትነት ከም ጥዋፍ እናነደዱ ንዓለም ብርሃን ዝኾንዋ እዮም። መን ሰማዕታት መስዋእቲ ምኽፋል ብዝተፈላለየ መልክዑ ክግለጽ ይኽእል እዩ። ፍቕሪ መስዋእቲ ከም ዘኽፍል ከዓ ኣብ ያዕቆብ ወዲ ይስሓቅ ክንመሃር ንኽእል ኢና። ንራሄል ምስ ኣፍቀራ ወላዲኣ ንክፈቕድሉ ዓሰርተ ኣርባዕተ ዓመት ወይ ከዓ ወለዳ ማለት ንክፈቕዱላ ዓሰርተ ዓመት ዓሰርተ ኣርባዕተ ዓመት ንወለዳ ተገዚኡዎም እዩ ግናኸ ከምቲ ፍቕሪ ኢሉ ግናኸ ምእንቲ ፍቕሪ ኢሉ ዝተቐበለን ነተን ዓሰርተ ኣርባዕተ ነተን ዓሰርተ ኣርባዕተ ዓመታት ከምዚ ብማል ይገልጸን ያዕቆብ ከዓ ንራሄል ይፈትዋ ነበረ ምእንቲ ራሄል ከዓ ሸውዓተ ዓመት ኣገልገለ ንዓኣ ይፈትዋ ስለ ዝነበረ ድማ ይፈትዋ ስለ ዝነበረ ድማ ከም ውሕዳት መዓልትታት ኮይነን ይረኣይኦ ወይ ከዓ ተራእይኦ እዘን ሸውዓተ ዓመታት ወይ ዓሰርተ ኣርባዕተ ዓመታት ማለት እዩ ዘፍጥረት ምዕራፍ ዕስራን ትሽዓንተን ፍቕዲ ዕስራን ማለት እዩ ፍቕዲ ዕስራ እሺታ እዩ መጀመርያ እሺታ ሕራይ ድንቂ ኢልካ ምፍቃድ ምግላጽን ግና ኣፍቂርካ እምበር ሓዚንካ ብምንታይ እንታይ ይብለኒ ከይከፍኦ ብምባል ክኸውን ኣይግብኦን ኣይግብኦን ብስራሕ ብስራሕ ብግብሪ ብስራሕ ብግብሪ ዝግለጽ ፍቕሪ ክኸውን ከም ዝግባእ ድማ ቅዱስ ዮሃንስ ወንጌላዊ ኣብ መልእኽቱ ኣቱም ደቀየ ብግብርን ብሓቅርን ብግብርን ብሓቅን እምበር ብቃልን ወይ ብልሳን ጥራሕ ኣይንፋቐር ቀዳማይ ዮሃንስ ሰለስተ ዓሰርተ ሸሞንተ ከም ዝብል ኣብ ፍቕሪ ምርድዳእ ምትሕስሳብ ምትሕስሳብ እምበር ሕጊ ምውጻእ እዚ እንድሕር ዘይገበረት እዙይ እንድሕር ዘይፈፀመ ዝብል ክኸውን የብሉይ። ኩልሻዕ ኣብ ዝፍፀም መርዓ ምርቓ እንትወሃብ መርዓ ኣብርሃምን ሳራን ይግበረልኩም ዝበሃል እቲ ሓቀኛ ፍቕሪ ስለዝነበሮም መስዋእቲ እውን ስለዝኸፈልሉ እዮም። ኣዴና ሳራ ኣቐዲማ ውሉድ ስለዘይነበራ ፍቕራ ንኣብርሃም ዝገለፀትሉ መንገዲ ኣዝዩ ዝገርም እዩ። ኣብ ዘፍጥረት ምዕራፍ 16 ካብ ሓደ ክሳብ ሸሞንተ ከም እነንብቦ ኣዲና ሳራ ንባዕላ ንባዕላ ስስዐ ዝፈጥረላ ካብ ንባዕላ ንሰብኣያ እትሓስብ ፍቕሪ ዝመልኣ ነበረት። እዚ እውን እዩ ኣብርሃም ውሉድ ምእንቲ ክረክብ ንሳ እውን ምእንቲ ዝተወለደ በቲ ዝተወለደ ንክትህነጽ ምስ ግዝእቶም ዝነበረት ኣጋር ርካቤ ስጋ ንክፍጽም ዝፈቐደትሉ ዝፈቐደትን ዝኣዘዘትን መን ሳራ ኣብርሃም እውን ቃል ቃል ሳራ ሰምዐ ቃል ሳራ ሰምዐ ዝብለና ተኣዘዘ እምበር ኣይተዓዘባን ውሉድ እምበር ፍቓድ ስግኡ ኢሉ ኣይኮነን ንውሉድ ደኣ እምበይ ንፍቓድ ስግኡ ኢሉ እውን ኣይኮነን ዓርሱ ዓርሱ እውን ኣሕሊፉ ዓርሳ እውን ኣሕሊፋ ሃበት ዓርሳ እውን ኣሕሊፋ ሃበት መን ሳራ ማለት እዩ መስዋእቲ ከፈለት ግናኸ ግዝእቶም ኣጋር ጠኒሳ ምዃና ምስ ፈለጠት ንእምበይትኣ ሳራ ብዓይና ምቅላል ምስ ጀመረት ሳራ ተስፋ ኣይቆረጸትን ብፍቕሪ ንኣብርሃም ነገረቶ እምበር መልሲ ኣብርሃም ከምታ ናይ መጀመርታ ፍቕሩ ብምርኣይ ኣብርሃም ድማ ንሳራ እኒሃ ግዝእትኺ ኣብ ኢድኪ እያ ከም ዝደለኺ ግበርያ በላ እዙይ ዘርእየና እቲ ናይ መጀመርታ ፍቕሩ ብውላዱ ከም ዘይተቐየረ እዩ ምፍቃር ሓጢኣት ድዩ ያው ምፍቃር ሓጢኣት ድዩ ዓሰርተ ሰለስተ ምናምን በፂሕና እኒኣ ደቂቓ ሓደ ወዲ ንሓንቲ ጓል ኣፍቂሩ ሓንቲ ጓል ድማ ንሓደ ወዲ ኣፍቂራት ማለት ሰብ ናይ ምዃን ምልክት እምበር ሓጢኣት ኣይኮነን ሳይኮሎጂስት ወይ ከዓ ካብ ብዘይ ምግቢ ብዘይ ኣየር ብዘይ ድቃስ ክንበር ከም ዘይክእል ሰብ ብዘይ ፍቕሪ እውን ብዘይ ፍቕሪ እውን ኣይነብርን ይብሉ። ናይ ፆታ ፍቕሪ ከዓ ካብ ኩሉ ነገር ይበልፅ። ዝገርም ድማ ካብቶም ዝወለዱና ዘዕበዩና ወለድና ኣቦናን ኣዴናን ፍቕሪ ፆታ ከም ዝበልፅ ነብዪ እዝራ እንትገልፅ ኣብ ካብ ዝወለድዎ ወይ ከኣ ሰብ ካብ ዝወለድዎ ካብ ኣቦኡን እንኡን ንሰበይቱ ይፈቱ። ካልኣይ እዝራ ምዕራፍ ኣርባዕተ ፍቕዲ ዕስራን ሓሙሽተን ዝገርም እዩ። እዚ ናይ እግዚኣብሔር ስራሕ እዩና ኬዝ ሓደ ይብል ወይ ከኣ ኬዝ እንታይ እያ ትበሃል ወይ ከኣ ታሪኽ ዶ ንብላ ታሪኽ ማለት እዩ። ምክንያቱ ሓደ ብዛዕባ ሓደ መንእሰይ ስለ ልተዕልል ማለት እዩ። ኬዝ ታሪኽ ይብል ወይ ናይ ባዕለይ ከዓ ታሪኽ ወስኸሉ ስማ ኬዝ ሓደ ማለት እዩ እንታይ ይብል ታሪኽ እያ ኣዝያ ደስ በሃሊት እያ ን- ኣነብል ናይ ሓደ መንእሰይ ታሪኽ እዩ እሞ ከም ከም ምሳሌ ገ- ከም ምሳሌ ጌርና ክንመሃረሉ ዝሓተተና እዩ ሓደ ሓደ ንምግባር ሓሲበ ግናኸ ሕማቕ ነገር ኣብ ቅድሚተይ ኣሎ ናይ መጀመርታ ዲግሪ ዘለኒ በዓል ስራሕ እየ ኣብ ካልኣይ ብርኪ ቤት ትምህርቲ እናሃለኹ ምስ ሓንቲ ጓል ቃል ተኣታቲና ነይርና። ድሕሪ እዚ ጽቡቕ ውጽኢት ማትሪክ መጺኡለይ ናብ ዩኒቨርሲቲ ስለ ዝኣተኹ ምስታ ቃል ዝኣተኹላ ጓል ዩኒቨርሲቲ እንትምለስ እንትንምለስ እንትንምለስ ኢና ንራኸብ እንትንምለስ ኢና ንራኸብ ዩኒቨርሲቲ ምስ ኣተኹ ድማ ካልኢቲ ጓል ብጣዕሚ ስለ ዝተቀራረብና ምስ ካልኢቲ ጓል ብጣዕሚ ስለ ዝተቀራረብና ዕርክነትና ስለ ዝዓበየን ቃል ተኣታቲና ኣብዚ ግዜ እዚ ግና እታ ናይ ኣብ ዓደይ ዘላ ኣብ ካልኣይ ብርኪ ቤት ትምህርቲ እናሃለኹ ቃል ዝኣተኹላ ኣብ ዩኒቨርሲቲ ንዕረ ንዕረፍቲ እንትንምለስ ብደሓር ይቕሬታ ሓዳር ክንገብር ኢና እናበልኩ ተስፋ ምሃብ ኣየቋረጽኩን። ዩኒቨርሲቲ ምስ ተመረቕኩ ድማ ስራሕ ስለ ስራሕ ስለ ዝተቖጸርኩ ሓቢራትኒ ምስ ሓቢራትኒ ምስ እትሰርሕ ቅርርብና ስለ ዝዓበየ ሓዳር ንምግባር ወይ ከዓ ሓዳር ክንገብር ከም ዘለና ነዋግዕ ኣለና። ምስተን ቀዲመ ቃል ዝኣተኹለን ኣጓላት ድማ ብሰንኪ ይቕሬታ ብስልኪ ወይ ከዓ ብደብዳቤ እንራኸብ ክንራኸብ እንተለና ተስፋ ይህበን። በዚ ምክንያት ሓዳር ክገብር እናደለኹ ኣይከኣልኩን ምስ ሰለስተ ሰብ ደኣ ሃመይ ጌርካ እዚ ኩሉ ዝሰራሕኽዎ ስሕተት ከመይ ከስተኻኽሎ ናይተን ኣዋልድ ኣሕዋተይ ከ ይቕሬታ ዘይረክብ ስለ ዝመስለኒ ይጭነቕ ኣለኹ እሞ ካብ ዝኣተኽዎ ከመይ ገይረ ክወፅእ ንመን እየን ከ ከእቱ እዩ ዝብል ንመን እየን ከ ከእቱ ኣብዚ መቸስ እንዳጎመትኩም ትፀንሑ ኢኹምና ስምዒት እንታይ እዩ ይብል ምክንያቱ ቀንዲ እዚ ከምፅኦ ስለ ዝኾነ ስምዒት እንታይ እዩ ስምዒት ማለት ፍቕሪ ዝመስል ኮይኑ ግዝያዊ ድልየት ምዕጋብ ካብ ፍትወተ ስጋ ምሕያል ዝተልዓለ ሰላምን ምርግጋእን ዘስእን ውሳነ ዝህፅፅ ተረጋጊዕኻ ናይ ምሕሳብ ሚዛንካ ዘዛብዕ ጥፍኣት ወይ ከዓ ሓጢኣት ገበን ምፍላይ ክስካብ ዝኣብየካ ዘብፅሕ ኣዝዩ ሽኩል ጸባይ እዩ። ብህልንኦም እቲ ዝደልይዎ ክስካብ ዝረኽቡ ኣብ ስጋዊ ደማዊ ሓሳባት ዘተኮረ መእመኒ ዘረባ ኣብ ምእላሽ ምውዓል ብምጽብባቕ ጥራሕ ንክኣምኑ ምጽዓር ውህብቶ ንምሃብ ብምምራጽ ውህብቶ ንምሃብ ብምምራጽን ብደብዳበ ምጽሓፍ ግዜኦም ግዜኦም ምውዳእ ስምዒታዊ ናይ ምዃን ምልክታት እዮም። ብደብዳበ ምጽሓፍን ግዜኦም ምውዳእን ስምዒታዊ ናይ ምዃን ምልክታት እዮም። ባህርያት ስምዒት ባህርያት ስምዒት ብዝተፈላለዩ እንትኾኑ እቶም መግለፂ ዝተወሰኑ ንምዝርዛር ንኽእል ኢና። ቀዳማይ ግዜያዊ ወይ ከዓ ዘላቕነት ዘይብሉ ጣዕሳ ዝበዝሖ እዩ መን ፍቕራዊ ስምዒት ማለት እዩ ፍቕራዊ ስምዒት ወይ ከዓ ባህርያት ናይ ስምዒት እንታይ እንታይ እዩ ግዜያዊ ዘላቕነት ዘይብሉ ጣዕሳ ዝበዝሖ እዩ ግዜያዊ ከዓ እዩ ዘላቕነትም የብሉን እዩ ጣዕሳ ከዓ ዝበዝሖ እዩ እዚ ማለት ኣብ ምፍታው ዝተመስረተ ኮይኑ እንተሎ ዝውዳእ እዩ ምፍታው ግዜያዊ ኣብ ቃሕ ይብል ደስ ትብል ወዘተ ዘድህብ እዩ እምበር ዘላቕነት የውሉን። እቱ እትደልዮ ምስ ትረክብ ምርግጋእ እትስእነሉ ዕግበት ዘይብሉ መወዳእቱ ኸኣ ጣዕሳ እዩ። ዝደለኻዮ ነገር እስካዕ እትረክብ ዕረፍቲ የስእነካ። ምስ ረኸብካዮ ግና እዚ ነዚ እየ ዝኹሉ መከራይ ዝረእኹ ብምባል መቐረየኒ ከምዚ እኮ ኣይትመስለንን ነይራ ኣዐርየ ኣይራእኹዎን ነይረ ወይ ከዓ ኣዐርየ ኣይረእኹዋን ነይረ ዘየስተውዕልኩላ ነይረ እንታይ ቀንጠብጠብ ኣበለኒ ወዘተ ዝብሉ ነገራት ክነብዝሕ ይገብረና። ጌጋ ውሳነታት ክትውስን ዘናስሕ ነገራት ክትፍጽም ዝገብረካ ኣዝዩ ሽኩል ጸባይ እዩ። ናይ ሳይኮሎጂ ምሁራን ሃንደበት ዝኾነ ፍቕሪ ሃንደበት ዝኾነ ጸገም ከየምጸ ኣይተርፍን እዩ። ክደግመልኩም ዶ ስማዕ ኣሎ ዶ ናይ ሳይኮሎጂ ምሁራን ሃንደ ዝኾነ ፍቕሪ ሃንደ ዝኾነ ጸገም ከየምጽኣ ኣይተርፍን እዩ ከም ዝብልዎ ኣብነት ካልኣይ ሳሙኤል ምዕራፍ 13 ካብ 1 ክሳብ 18 እንትንርኢ ኣምኖን ብዝተብሃለ መንእሰይ ንትእማር እትብሃል ጓል ከም ዝፈተዋ ይነግረና እሞ ብሰንኪ ፍቕራ እውን ምግቢ ምብላዕ ስለ ዝኣበዮ ክሳዕ ምዕባርን ምሕማምን ከም ዘብጽሖ ንርኢ በቲ ናይቲ ክፉእ ዓርኩ ክፉእ ምኽሪ ናታ ነታ ቆልዓ ምስ ዓመጻ ግና ከምዚ ይብለና ድሕርዚ ኣምኖን የመና ጸልኣ ኣምላኬ ሆይ እኳ ደኣ ካብቲ ዘፍቅራ ንላዕሊ የመና ጸልኣ ቀዳማይ ካልኣይ ሰሙኤል ምዕራፍ 13 ቁጥሪ 15 ማለት እዩ እዚ ከምዚ ዓይነት ፍትወት ኣብ ብዙሓት መናእሰያት ይረአ ኣብ ብዙሓት መናእሰያት ድማ ይረአ እዩ ዘፍቀሩ ይመስሎም ግና ከ ኣዝዮም ካብ ምህጻጾም ዝተልዓለ ብምክንያት ጉጉይ ውሳነ ተፈላለዮም እናተጣዓሱ ዝነብሩ ቁጽሮም ቀሊል ኣይኮነን። ማለት እውን ስለቲ ኣፍቂርናዮ ዝብልዎ ሰብ ብምሕሳብ ክስካብ እኽሊ ምብላዕ ዝኣብዮም ሽውሃቶም ዝዕጸ ድቃስ ምስኣን ስለ ዝበጽሖም ፍቕሪ ዝሓዞም ስለ ዝመስሎም ክከላኸልዎ እናተገበኦም የተኣናግድዎ እሞ ብትምህርቶም ድኹማት ብስርሖም ሰነፋት ኮይኖም ዕላምኦም ዝስሕቱ ይኾኑ። የኾነትኩም ሰባት ፈጣሪ ኩሉ ዓለም ከምዚ ዘጋጥሞም መናእሰያት ዝገብርዎ ክገብርዎ ዝግብኦም ነገራት ኣብዚ ከምዚ ዓይነት ስምዒት ንዘለዉ መናእሰያት ክገብርዎ ዝግብኦም ነገራት ይብል ቀዳማይ ኣፍቂረ ዝብል ወይ ዝበለት ነቲ ዘፍቅርዎ ብምሕሳብ ብምሕሳብ ንምውዓል በይኖም ክኾኑ ኣብ ዓራት እናተገላወጡ ክውዕሉ ኣዝዮም ብሓሳብ ክወሓጡ ስለ ዝገብሮም ንግብረ ኣውናን ወይ ከዓ ግብረ ሰዶም ማለት እዩ። ግብረ ሰዶም እኳ ወይን እንዲሁ ወዲ ምስ ወዲ እንዲሁ መቸስ ተረዲእኩም ይኾን ተረዲእኩም ይኾን ግብረ ኣውናን እንታይ ምእንታን ከቃልዑ ካብቲ ዘፍቀርዎ ሰብ ንምርሓቕ ንዕኡ ዝረኽብሉ መንገድታት ኩሎም ምዕጻው፣ ፌስቡክ፣ ቴለግራም፣ ቫይበር፣ ዋትስኣብ፣ ኢንተርነት ወዘተ ዘይምጥቃም፣ ድቃስ እንተይመጾም ኣብ ዓራት ዘይምግልባጥ፣ በይኖም ከምኡ ዘይምጽናሕ፣ ኣብ ሻወር እንተኣትዩ ንምሕጻብ ጥራሕ እምበር ብሓሳብ ጥሒሎም ዘይምድንጓይ፣ ፊልሚ ዘይምርኣይ፣ ናይ ፍቕሪ መጽሓፍቲ ዘይምንባብ፣ ብዙሓት ምስጋድ ምጽላይ ምጽዋት ምጽዋት ምቕራብ ብዙሕ ምስጋድ ምጽላይ ምጽዋት ምቕራብ ጸበል ምሕጻብ ቅብኣ ቅዱስ ምቕባእ ይግባእ ድምፂ ኣትዩ ይኾን ይቕሬታ ማለት ቆልዓ እዩ መፂኡኒ